ብሳላሳን ሓደን መጋቢት 219 ነብሲ ሃሰል ዝበሃል ቦቦይ ኤርትራዊ ምዃኑ ዝንገረሉ ናይ ራብ ስነ ጥበባዊ ተጠባቂ ጸለምቲ ኣሜሪካውን ከምኡ እውን ነጋዳይ ኣብ 33 ዓመት ዕድሚኡ ብተደጋጋሚ ተኹስ ብምህራም ከም ዝመተይ ዝፍለጥ እቲ ኣብ ኣብ ሕቡራት መንግስታት ኣሜሪካ ትርከብ ሎስ ኣንጀለስ ናይ ማራቶን ክዳውንቲ ድኳን እተፈጸመ ቅትለት ንሓደ ካብቶም ኣብቲ ጸወታ ሂፕሆፕ ዝበሃል ቅዲ ሙዚቃ ኣዝዩ ፍቱው ስነ-ጥበባዊ ራብ ጥራይ ምዃኑ ዝንገረሉ ዘይኮነስ ለውጢ ናይ ምፍጣር ሓይሊ ዝነበሮ መንእሰይ እውን ከም ዝተኸስረ እዩ ዝንገር። እዚ ብሽሕን ትሽዓተ ሚእቲ ሰማንያን ሓሙሽተን ተወሊዱ ብናይ ስድራ ቤቱ ስም ኤርምያስ ኣስጎዶም ዝጽዋዕ ፍርቂ ጎኒ ኤርትራዊ ብሰንኪቲ ዘጋጠሞ ዕንቅፋታት ዝሰገረሉ ኣከባቢ ብሉጽ ስነ-ጥበባዊ ጥራይ ኣይኮነን ነይሩ ነቶም መንፈሳዊ ሃብቲ እናረኸቡ ኩነታት ክቕይሩ ዝደልዩ ጸለምቲ ኣሜሪካውያን መናእሰያት ጅግናኦም እዩ ነይሩ። ነፍሲ ኣብቲ ኣብ ጎደናታት ላስ ኣንጀለስ ብሓፈሻ ኤሜሪካ ዝረኣ ጭካነ ንርእስኻ ብምፍቃር ሸቶታት ከም ምስዓብ ብዛዕባ ህይወት ዝገልጽ ዘነቓቕሕ ጥቕስታት ሚዛኑ እናሓለወ እውን ጭርሕ እዩ። በዚ ምኽንያት እዚ ጥበባዊ ውርሻኡ ንዘለኣለም ኣኽቢርካ ክረኣን ክናፈቕን ምዃኑ እዩ ዝፍለጥ። እምበኣር ሎሚ ሪቫል ቲቪ እትበሃል ማዕከን ዜና ነዚ እዚ ስነጥበባዊ ዘሕደሮ ጽልዋ ንምኽባር ነቲ ነብሲ ሃሰል ዝተዛረቦ ካብ ብዙሓት ውሑዳት ጥቕስታቱ ዘቕረቦ ናብ ትግርኛ ተርጒመ ጀብ ኣብለኩ። ኣብቲ እትገብሮ ዘለኻ እምነት እንተ ዘይብልካ፣ ክትዕወት ኣይትኽእልን ኢኻ። ኣብ ገዛእ ርእስኻ ኣብ መስርሕን ክትከውን ኣለካ። እዚ ናይ መጀመርታ ስጉምቲ እዩ፣ ካልእ ኹሉ ጸኒሑ'ዩ ዝመጽእ። ኣሳልጦ ክትረክብ እትኽእል፣ ልብኻ ዝደልዮ ክትገብር ናይ ምፍጻም ኴንካ እዩ። ኩሉ ገንዘብ ዝናን ክትረክብ ትኽእል ኢኻ፣ ናጽነት እንተ ዘይብልካ ግን ትርጉም የብሉን። ኣብ መገዲ ወትሩ ዕንቅፋታት የጋጥመካ እዩ። ኣብ መወዳእታ ቅድሚ ምብጻሕካ ክትበጽሓካን ከተቋርጾን እንተደሊኻ ግን ክትዕወት ኣይትኽእልን ኢኻ። ጽንዓት ሓደ ካብ ተገዳሲ ረቋሒታት እዩ። መደብ እንተዘይብልካ ክትዕወት ኣይትኽእልን ኢኻ። ዕንቅፋታት ከጋጥመካ ከሎ ጽኑዕ መደብን ምስኡ ንኽትጠብቕ ቆራጽነት ክህልወካ ኣለዎ። ኣብ ህይወትካ ርሒቕካ ክትርኢ ኣለካ። ሓደ ሓደ ግዜ ትሑት ሌክራማት እንተ ኣንቢብካ፣ ክልተ ስጉሚ ንድሕሪት ሰጒምካ ኣጋጣሚ ምስ ረኸብካ ንቕድሚት ምስጓም ዝሓሸ እዩ። ምስ ሰብ ርክብ ምፍጣር ኣብ ህይወት ብርግጽ ኣገዳሲ እዩ። እንተኾነ ግና ንወላ ሓደ ሰብ ኣብ ገዛእ ርእስኻን ኣብ ህይወትካን እምብዛ ሓይሊ ክትህቦ የብልካን። ዕድል ሃንደበታዊ ነገር ኣይኮነን። እዚ ኹሉ ብዛዕባ እቲ ዘደለኻዮ ምድላውን ዕዮን እዩ። ኣጋጣሚ ክትረክብ ከለኻ ንኽትጥቀመሉ ዝከኣለካ ንኽትገብርን ክትዳሎ ኣለካ። ሓሓሊፉ ብዙሕ ኣጋጣሚታት እዩ ዝርከብ። ስለዚ ሓደ ማዕጾ ምስ ተኸፍተ ብግቡእ ንኽትጥቀመሉ ተዳሎ። ክሳብ እትበጽሕ ታህዋኽካ ኣሐይሎ። ወትሩ ኣብነት ብምዃን ንኻልኦት ክተነቓቕሑ ምጽዓር። ሰባት ንሓደ ዝጀሃርን ዘርእዮ ነገር ዘይብሉ ሰብ ኣይፈትዉዎን እዮም። ብተግባራትካ ርእስኻን ኣረጋጊጽካ ብመንፈስ ድማ ተደረኽ። ልዕሊ ኹሉ ኣኽብሮት እዩ። ኣኽብሮት ክትረክብ እንተ ደሊኻ ፈለማ ንኻልኦት ክትህቦም ኣለካ። ካልእ መንገዲ የለን። ምስ ርእስኻን ምስ ካልኦትን ሓቀኛ ክትከውን ኣለካ። ዓብዪ ንዕቐት ኣብ ህይወትካ ከም እትኣቱ ኣይገብረካን እዩ። ኢጎ ጥራይ እዩ ዘዐውረካን ጽቡቕ ምስትውዓል ክትገብር ድማ ከም ዘይትኽእል እዩ ዝገብረካ። ኩሉ እቲ ትብህግዎ ገንዘብን ሃብትን ዝናን ህይወትን ኣይኮነን፣ ብሓቂ ዘገድስ መንነትካ እዩ። ኩሉ ነገር ግዝያዊ እዩ፣ ኣብ ግምት ዘይኣቱ እዩ። ብድሕሪ ነፍሲ ወከፍ ዕዉት ሰብ ፈጺምካ ዘይረኣኻዮ ጉዕዞ እዩ። ኣሳልጦ ክረክብ ዝኽእል ብዙሕ ውድቀትን ስቓይን መከራን ምስ ሓለፍካ ጥራይ እዩ። ናብ ዝደለኻዮ ክሳብ እትበጽሕ ኣጽኒዕኻ ክትሕዝ ኣለካ። ኣብ ነፍሲ ወከፍ ህሞት ህይወትካ ንዕብየትካ ኣበርክቶ ክገብር ኣለዎ። ሃታሃታ ዝመልኦ ግዜ ናብ ዝኾነ ይኹን ቦታ ኣይወስደካን እዩ። ተመሃር፣ ተሃዊኽካ ድማ ዕበ። ኩሉ እቲ ትደልዮ ዝነበርካ መልሲ ኣብ ውሽጥኻ እዩ። ግዜ ወሲድካ ንኽትረኽቦ ናብ ውሽጥኻ ክትጥምት ኣለካ።